እብለካ ኣለኹ ኣብ ድያርኻ ኣስፍሮ ወራስ ዝፋን መጻኢት ኤርትራ ዋርሳይ ሎቕማጽ ኣይበልኩኻን ዋርሳይ ኢለካ ነጥሮ ገባ ኣይበልኩኻን ዋርሳይ ኢለካ ብሓማተይ ትብጽሓኒያ ኤርትራ ብንዕልተይ ትብጽሓኒያ ኤርትራ ዝብል ኣይበልኩኻን ኤርትራዊ ዋርሳይ ኢለካ ሰላም ሰላም ፍቱዋትን ክቡራትን ናይ ሰመረ ሾው ተኸታተልትና ሀመይ ትጸንሑ ሎሚ ውን ከምዚ ዝተለመደ ብሓደሽቲ ሓደስቲ ዜናታት ተመሊሰ መጺኹም ኔኹ ነዚ ቻናል ሓደሽቲ ትኹም ኩሉኹም ላይክ ሸር ሰብስክራይብ ምጋር ኣይትርስዑ እዚ ቪድዮ ም እንዳ ዳኹ ልሰብ ክባጻሕ ብላይክ ምጋር ጀምርዎ። በልሓዝ ሻዕቢያ ወላ እንተልጊሱ ኣብ ስልጣን ዝመጽእ ዋርሳይ ዝበሃል ካልኣይ ሻዕቢያ ኣሎ። እቲ ወናብር ዋናታቱ ፈሊጡ እዩ። ክደግመልካ እዩ፣ መንግስቲ ሻዕቢያ እዩ፣ መሰጋገሪ መንግስቲ ባዕሉ ሻዕቢያ እዩ። መጻኢ በዓል ሽመት ሃገረ ኤርትራ ድማ ዋርሳይ ይበሃል። ቀለመ ወርቅ ብልሳነ ወርቅ እብለካ ኣለኹ ኣብ ድያርኻ ኣስፍሮ ወራስ ዝፋን መጻኢት ኤርትራ ዋርሳይ ሎቕማጽ ኣይበልኩኻን ዋርሳይ ኢለካ ነጥሮ ገባ ኣይበልኩኻን ዋርሳይ ኢለካ ብሓማተይ ትብጽሓኒያ ኤርትራ ብንዕልተይ ትብጽሓኒያ ኤርትራ ዝብል ኣይበልኩኻን ኤርትራዊ ዋርሳይ ኢለካ

ሃገርን ሓፋሽን ዝማእከሉ ጽገና ድኹም ጎኒ ጀምሮ እሞ ኩሉ እዩ ዝስዕቦ። ኣብዚ እዋን ብዙሕ ዘይነስተማቕሮ ዘለና ሓይሊ ሻዕብያ ጽባሕ ክርዳኣና እዩ። ብኣንጻሩ ኣብዚ እዋን ክግበር ዝነበሮ ድማ ጽባሕ ከጣዕሰና ክእል እዩ። እዚ ባህርያዊ ነገር እዩ። እቲ ምስጢር እምበኣር ኣብዚ እዩ ዘሎ። እቲ ኣብዚ እዋን ክንልውጦ ዘይንኽእል ነገር ብዙሕ ኣይንጨነቐሉ፣ ንግዜ ንግደፎ። ካብ ነብስና ጀሚርና ክንልውጦ ዝግብኣናን እንኽእልን ነገራት ግና እልቢ ከም ዘይብሉ ዝፈተነ እዩ ዝፈልጦ። ግና ከምቲ ገመል ጉዕዞና ንቕጽል፣ ምኽንያቱ ድሕሪ እቲ ዓብዪ ናጽነት ናጻ ክንኮነሉ ዝግባእ ካልእ መሓዩራት ኣሎ። ሓዝ። ካብ ብኽነት ግዜ ናጻ ንኹን፣ ካብ ትህኪት ተጉላባነት ናጻ ንኹን፣ ካብ ሕሜትን ጠቐነን ናጻ ንኹን፣ ካብ በለካ ለኽዓካ ናጻ ንኹን፣ ካብ ትሕቲ ሃገራዊ ስምዒታት ፍጹም ናጻ ንኹን፣ ካብ ግናይ ኣመላት ናጻ ንኹን፣ ካብዝን ካልእን ናጻ ብምዃንና ጥራይ ክንልውጦ እንኽእል ነገራት ብዙሕ ምዃኑ ምግንዛብ የድሊ። ክቡር ፕረሲደንት ሃገር ኤርትራ ብጻይ ኢሰያስ ኣፈወርቂ፣ ብኣጋጣሚ መበል ሰላሳን ሸሞንተ ዙርያ ሃገራዊ ኣገልግሎት ቃል ክተስምዓና ብኽብሪ ዕዱም። ዝኸበርኩምን ዝኸበርክንን ተመረቕቲ ሰላሳን ሸሞንተን ዙርያ ወለድን መምህራንን ኣለይትን ዮሃና፣

ቀዳምነታትኩምን ኣተኩሮኹምን ዓይነታዊ ፍልጠት ኣብ ምድላብን ብዘይ ስልኪ ስራሕን ተመክሮን መሃዝነትን ኣፍራይነት ፍልጠትኩም ኣብ ምዕባይ ክኸውን ግቡእ እዩ። ተበግሶታትኩም ኣብ ናይ ነብስኹም መጻኢ ዕብየትን ኣብ ቅሳነትን ራህዋን ቤተሰብን ሃገርን ዝህልዎ ዕዙዝ ኣበርክቶ ምግንዛብ ከቢድ ሕልናዊ ሓላፍነት ዘሰክም እዩ። ስድራን ቤተሰብን ሚኒስትሪ ትምህርትን ብፍሉይ ኣብ ኣካደምያዊ ጉዕዞኹም ዝግባእ ምክትታልን ደገፍን ክገብሩ ከኣ

ሰደደ እናጨፍጨፈና እንዳሃለወ ድሮን ኣለና ዶ ይበልኩምን እስተኻ ሃይለ በዓልኻስ ድሮን ኣለና ዶ ትብለ ይነበርካን ሰራዊት ትግራይ ባዕሉስ ኩሉ ቴክኖሎጂ ከፍሪ ከሎ ንኣብዪ ኣሕመድ በይና ተባሂላ ትስራሕ የላ እንደ ይብለ ይነበረን መንግስቲ ትግራይ እውን ፕሬዚዳንት እውን ሓዊሱ እቲ ኣብ ዓለም ዘሎ ቴክኖሎጂ ንዕኡ እንድሕር መፅኡ ንዓና እውን ክመፅእ ከም ዝኽእል ክፈልጥ ኣለዎ ዶ ይብለ ይነበረን ምክልኻል እዩ ናይ መከላኸሊ ዓቕምና ምድልዳል እዩ ካልኦት መሳርሒ እውን ምርኣይ ኢደ ይብል ኣይነበረን ምንዳይ ኢደ ይብል ኣይነበረን ኣበይ ደኣ ከድኩም ከምዚ እናተፈፀመ ንምንታይ ኣብ ሸራሮ ተፈፂሙ ተኸቲሉ ንዕኦም ኣብ ሸረሪና ከይዱ ተመሳሳሊ ኣርሚ ድሮን ተጠቒሙ ሚሳይላት ተጠቒሙ ካልኦት ተጠቒሙ ሕጂ እውን ኣብ ልዕሊ ኣርሚ 26 ኮነ ናይቲ ከባቢ ህዝቢ ኣብ ልዕሊ ትግራዋይን ትግራዋይነትን እቲ ሕዚ ዝረኣኹሞ ዓይነት ቅድም ኢልና ዘሕለፍናዮ ዜና ዓይነት ፍፃመ ተፈፂሙ ኣሎ ሕጂ እውን እታ ድሮን ወፍቲ ከባቢ እያ ዘላ ብርግጽ ሕዚ ክኣቱ ከለኹ ኣይኮነን ዓንቶ ሓደ ሰዓት ዳርጋ ጸኒሐ ደው ኢለ ኣብኡ ነይራ ኣብ ሰባብቲ ሰማያትስ ትዘውርያ ዘላ እዩ ወይ ትሕቶ ጸረ ድሮ እናበይ ከደ ዝብል ሕቶ ጌጋ ኣይኮነን ሓቅኹም ኢኹም ክሕተት ኣለዎ ግን ጸረ ድሮን ከም ዘሎ ከዓ ንፈልጥ ኢና ጸረ ድሮን ከም ዘሎ ጥራሕ ተይኮነስ ድሮናት ከም ዘለዋ እውን ንፈልጥ ኢና እንታይ ይመስለኩም ብርግፅ ናይቲ ፅምዶ ቁም ነገር ዕሪና እንሪኦ ተግባር ምስ ኣተወ እምበር ናይ ብዙሓት ሓይሊ ብዙሕ ኣተሓሳስባ ዝነበሩ ሓይሊ ናብ ሓደ ክተምፆ ኣለካ ናብ ሓደ ክመፅ ኣሎ እቲ ሓይሊ ኣብ ፅምዶ ዘሎ ሓይሊ ብምልኡ ጠቕላላ ካብ ጫፍ ሱዳን ጀሚሩ ናብ ጫፍ ዓፋር ንጅቡቲ ኣብዚ ዘሎ ሓይሊ ናብ ሓደ ክመፅእ ኦ በሉ ንውፈር ብኡ ዘሎ ሓዙ በዚ ዘሎ ሓዙ ተባሂሉ ኣይኮነን ዕላማኹም እንታይ እዩ ሞጎት ጌርካ ተማጊትካ ተኸራኺርካ ናብ ሓደ መፂኻ መሪሕነት ጌርካ ናይቱ ጥሙር ሓይሊ ዝበሃል መሪሕነት ተገይርዎ መዋቅሩ ማእኸሉ ተፈሊጡ ፖለቲካዊ ማእኸሉ ወታደራዊ ማእኸሉ ኣዘዝቱ ኮማን ፖስት ተጣይሽሉ እዩ ዝካየድ ኣነ ዝመስለኒ እየ ዝዛረብ ዘለኹ ኣነ ዝመስለኒ ንሱ ማለት ከም ዘሎ ፈልጥ እያ ተን ካልኦት መጉደፍ እውን ንፈልጦ ኣሎ ንኣብነት ናይ ዓፋር እውን ፈልጥ እየ ድሮን ኣለዎም ፀረ ድሮን ኣለዎ እዚ ይፈልጥ እየ ናይ ኤርትራ ግደፍዎ ናይ ሱዳን ግደፍዎ እዚኣ ተነውኦ ኣለዋ ማለት ኣይኮነ ፅምዶ ፅምዶ ኢልና ከድና ኢና ሱዳን እውን ተፃሚዳ እያ ግን ሱዳን ካሊእ ኣለዋ ብታሕቲ ብዝኾነ ኮይኑ ግን እቲ ድሮን ከም ዘለዉ ንፈልጥ ይትረፍ ደ ፀረ ድሮን ድሮን ከም ዘሎ እውን ንፈልጥ ኢና። ኣብ ዓርሚ ኣሰር ሰለስተ ድሮን ምስ ተላዕላ ድሮን ምስ ጀመራ እንታይ ከም ተፈጠረ ርኢኹም እዮም። ዓርሚ ዓሰር ሰለስተ ድሮናቱ ምስ ተላዕለ ኣብ ካልኦት ከባብታት ዘለዉ ኣርምታትና እውን ኣብ ትግራይ ድሮናት ከም ዘለዋ ኣነ ፈልጥ እየ ፀረ ድሮን ከም ዘለዉ ንፈልጥ ኣለኹ እንተነኣሰ ጸረ ድሮን ንምንታይ ዘይተጠቐሙ ዝብል ሕቶ ንዓይ እውን ናብ ሕልና ይመጽእ እዩ ግን እንታይ እዩ ዝመጸለይ ይመስለኩም ዋላ ዝሕምም እንተኾነ ዝተኸፈለ መስዋዕትነት ተኸፊሉ እዚ ስርዓት እዚ እንተዘይወዲቑ ኩሉ ግዜ እታ ሕዚ ንሪኣ ዘለና ደብዳብ ካራ ኮይና እያ ክትመፅእ ብድሮን ኣይኮነን ክመፀካ ሽዑ ናብ ገዛኻ እዩ ዝመፀካ እዚኣ ምሕሳብ ተኣብዮ ትግራዋይ እንተሃልዩ ፀገሙ እዩ ዝኸውን ኣብ ገገዛና ከይንሕረድ ህልውናና ፈተና ከይኣቶ እንድሕር ኮይኑ ክንሓስበ ኣለና ናይ ግድን ስለዚ እንታይ ንግበር እዩ ጉዳይ ከም ዝበልኩኹም ዋላ እንዳሃለወ ስቕ ዝብልሉ ንዓይ ዝረኣየኒ ናይ ኣምሓራ ሓይሊ ናይ ባዕሉ ኣተሓሳስባ ነይርዎ እዩ። ነዚኦም ኮንቪንስ ጌርካ ኣዲስ ኣበባ ጸግዕዮም እኒኦ እስካዕ ኣብኡ ተዘርጊሑ ዘሎ ሓይሊ ኣምሓራ ነፃ ከውፅእ ከሎ ብድሕሪኡ ዝወግኦ እንተይኮነስ ዝሕግዞ ክህልዎ እንድሕር ኮይኑ ናይ ክልቲኦም ኣተሓሳስባ ሓደ ክመፅእ ኣሎ ኣብ ኣምሓራ ውሽጢ እውን ኣገው ኣሎ ኣብ ኣምሓራ ውሽጢ ቅማንት ኣሎ። እዚኦም እውን ተፈላለዩ ነናይ ባዕሎም ዓርሶም ዝኸኣሉ ሓይልታት እዮም። ዓፋር ናይ ባዕሉ ዓርሱ ዝኸኣለ ሓይሊ እዩ። ቤንሻንጉል ዓርሱ ዝኸኣለ ሓይሊ እዩ። ኦሮሞ ዓርሱ ዝኸኣለ ሓይሊ እዩ። ሶማሌ ዓርሱ ዝኸኣለ ሓይሊ እዩ። ናይ ሲዳማ እውን ከምኡ ናይ ካልኦት እውን ከምኡ እዞም ሓይልታት እዚኦም ምስቶም ግዙፋት ዝበሃሉ ሰራዊት ዘለዎም ሰራዊት ትግራይን ሰራዊት ኤርትራን ጽምዶ ክፈጥሩ እንተኾይኖም ከጻምድ ዝኽእል ግራውንድ ክህሉ ክእል ኣሎ ክትቀባበል ክትክእል ኣለካ ኣርት ስለ ዝኾነ ባዕሉ ጦርነት እውን ማለት እዩ ስለዚ እዚ ንምግባር ቀሊል ስራሕ እዩ ኢለ ይኣምንን ብርግጽ ግን ከምቱ ዝበልኩሞ ዓንተወይ ናይ ዓንተወ ፕሮግራም ሰሪሐም ስወፃኹ ዝደወልኩምለይ እውን ነርኩም ኣነ እውን ከምኡ እየ ዝሓተትኮ ንባዕለይ ግን ከፍ ኢለ ስኽን ኢለ ክሓስቦ ከለኹ እዚ ኩሉ ተፈላለየ ርድኢት እሞ ተፈላለየ ርድኢት ጥራሕ ተይኮነስ ሕዚ እውን ንክፈላለ እንተሎ ብሽማግለ ዝስርሓሉ ዘሎ ኣብዪ ኣሕመድ ብሚድያ ጥራሕ ከይመስለኩም ሽምባርቀስ ተኸታተልትና ናይ ልምዓት መደብና እዚ መስል ነይሩ ተመችኩም እና ተስፋ ንገብር እስካብ ፃንጋን ብብሉ ኣለኹም ሰናይ ፃንሒት ክኾነልኩም